ሰላም ሰላም ከመይ ኣሉኹም ኣብ ኩሉ ኩርናዓት ዓለም ዘለኹ ምሳኹም ዘለኹ በርሀ ተስፋየ ኣብ ማሕበራዊ ሚድያ ንነዊሕ ዓመታት ነጢፈ ኣለኹ ዝነጥፈሉ ዓውዲ ኣርእስቲ ኣብ ቋንቋ ትግርኛ ኢንግሊሽ ኣብ ምዝርጋሕ እዩ ንባዕለይ እንዳተማሃርኩ ንብዙሓት ሰባት ንኣሽሓት ሰባት ይምህርን ይመሃርን እዚ ከኣ ሓደ ዓቢ ነገር እዩ ኢለ ይሓስብ። እቲ ቀንዲ ዓውዲ፣ መትከል፣ ኣርእስቲ ኣብ ምስላታት፣ ጥቕስታት፣ ብሂላት፣ ውስጠዘ፣ ተረከብቲ ዘረባታት፣ ሓጸርቲ ዛንታታት ኣብኡ ዘተኮረ እዩ። እዚ ምስላታት፣ ጥቕስታት፣ ብሂላት፣ ውስጠዘ፣ ተረከብቲ ዘረባታት፣ ሓጸርቲ ዛንታታት፣ ነገራትን ሓሳባትን ናይ መላእ ዓለም ዘጠቓለለ እዩ። ናይ ህቡባት ሰባት፣ ናይ ፍሉጣት ሰባት፣ ናይ ተማራመርቲ፣ ናይ ፍላስፋታት፣ ናይ ጸሓፍቲ፣ ናይ ደረስቲ፣ ናይ ወዘተ ናይ ኩሉ ኣብ ኩሉ ዝርከብ እዩ። በርሀ ዘይጸሓፎ የለን ዘይተርኣየ እምበር። መጺኹም ርኣዩን ስምዑን ንብል ኣለና ሰናይ ምጅማር ክገብረልና ከኣ ትምኒተይ ይገልጽ። Let's get started! Let's learn together! Let's grow together! ቋንቋ ትግርኛ ኢንግሊሽ ሻሙናይ ክፋል Know ምፍላጥ በዚ ቃል ጌርና ምሉእ ሓሳባት ክንሰርሕ ኢና ሕቶታት ክንሰርሕ ኢና ከምኡ ውን ኣሉታዊ ምሉእ ሓሳባት ክንሰርሕ ኢና ተኻታተሉ ኢኹም I know ኣነ ይፈልጥ You ኖው ንስኻ ትፈልጥ ዩ ኖው ንስኺ ትፈልጢ ኣይ ኖው ኣነ ይፈልጥ ዩ ኖው ንስኻ ትፈልጥ ዩ ኖው ንስኺ ትፈልጢ ሂ ነውዝ ንሱ ይፈልጥ ሺ ነውዝ ንሳ ትፈልጥ ኢት

ንሕና ንፈልጥ They know ንሳቶም ይፈልጡ They know ንሳተን ይፈልጣ። We know ንሕና ንፈልጥ። They know ንሳቶም ይፈልጡ። They know ንሳተን ይፈልጣ። ከምዚ ጌርና ክንሰርዖም ንኽእል ኢና።

ሺ ኖውስ ንሳ ትፈልጥ ኢት ኖውስ እቲ ይፈልጥ ዊ ኖው ንሕና ንፈልጥ ዘይ ኖው ንሳቶም ይፈልጡ ዘይ ኖው ንሳተን ይፈልጣ ኣወንታዊ ምሉእ ሓሳባት ፖዘቲቭ ሰንተንስ።

ሺ ኖውዝ ሂም፣ ንሳ ንዕኡ ትፈልጦ እያ። ኢት ኖውዝ ዌን ስቶፕ፣ It knows when to stop፣ መዓስ ደው ከም ትብል ትፈልጥ እያ። ዊ ኖው ኦል ኣባውት ኢት፣ We know all about it፣

ኣነ ኣይፈለጥኩን ሕጂ እዚ ብ ሾርት ፎርም እንድዩ ተጻሒፉ ዘሎ ብነዊሕ ክትብል እንተ ደሊካ ክትብሉ እንተ ደሊኩም ኣይ ዱ ኖት ኖው ክትብሉ ትክእሉ ኢኩም መብዛሕትኡ እቲ ዝክእል ዝዛረቦ ከምዚ እዩ ዝዛረብ ኣይ ዶን ኖው ኣነ ኣይፈለጥኩን ዩ ዶን ኖው ንስካ ኣይፈለጥካን ዩ ዶንት ኖው ንስኺ ኣይፈለጥክን ሂ ዳዝንት ኖው ሂ ዳዝንት ኖው ንሱ ኣይፈለጠን እዚኣ ኸኣ ሂ ዳዝ ኖት ኖው ክንብል ንኽእል ኢና ብነዊሕ መብዛሕትኡ ግን ከምዚ ስለ ንብል ሂ ዳዝንት ኖው ክትብሉ ትኽእሉ ኢኹም ንሱ ኣይፈለጠን ሺ ዳዝንት ኖው

ኣይ ዲድንት ኖው፣ ኣነ ኣይፈለጥኩን ነይረ፣ እዚ ኸኣ ብነዊሕ እንተድኣ ክንብሎ ደሊና ኣይ ዲድ ኖት ኖው ክንብል ንኽእል ኢና። ዩ ዲድንት ኖው፣ ንስኻ ኣይፈለጥካን ኔርካ። ሂ ዲድንት ኖው፣ ንሱ ኣይፈለጠን ነይሩ she didn't know ንሳ ኣይፈለጠትን ነይራ ኣብዚ ሕጂ ኣይቅየርን እዩ ከም ዘለዎ ዳርጋ ኩሉ ሓደ ዓይነት እዩ ኣብዚ ትሪእዎ ዘለኹም didn't didn't ዝብል ዘሎ ኣይቅየርን እዩ it didn't know እቲ ኣይፈለጠን ነይሩ we didn't know ንሕና ኣይፈለጥናን ነይርና They didn't know ንሳቶም ኣይፈለጡን ነይሮም። They didn't know ንሳተን ኣይፈለጣን ነይረን። ሕቶ ክንሓትት ተደሊና ከምዚ ጌርና ክንሓትት ንኽእል ኢና፣ Do you know?

ቋንቋ ከመይ ጌርካ ከም ዝመሃር ትፈልጥ ዶ? ክንብል ንኽእል ኢና። ኣብ ቋንቋ እንግሊሽ ኩሉ ግዜ do you know you ክንብል ከለና ንስኻ፣ ንስኺ፣ ንስኹም፣ ንስኻትክን ስለ ንብል ዘለና ናብ ኩሉ ክንቀያይሮ ንኽእል ኢና ናብ ቋንቋና ክትርጎም ከሎ። Do you know him? Do you know him? ነዚ ትፈልጦ ዶ? እንዳበልና ከምዚ ጌርና ሕቶታት ክንሓትት ንኽእል ኢና። ኣብ ቀጻሊ ብኻልእ መደብ ክንራኸብ ኢና። ስለ ተገዲስኩም ዝተከታተልኩምኒ የቀኔለይ ክብረት ይሃበለይ thank you for watching።